ምክንያቱ ኢትስ ናት ኤልወይስ ኮንሶሊደሽን ማኒፑሌሽን ኤንድ ዲስትሪቡሽን ዲስትሪብ ምስ ገበሩካ ኤግዚት ፖይንት ዝበሃሉ ብሬክ ዳውን ክገብሩ ዲስ ኢዝ ማስተር ቢስ ዲስ ኣርት ጋይስ ንዓይ ማለት እዩ It's, I can't explain it እቲ እንኳ ክትገብሮ ትኽእል ላይክ ላይክ ብውሽጢ በኺኻ ጥራይ ክትገልፆ ትኽእል ነገር ኢና ንዛረብ ዘለና ማለት ዲስ ኢዝ ጋይስ ኢትስ ቢዩቲፉል ማርኬቲንግ እንታይ ኢለኩም ኣለዎ ኮንሶሊዴት ይገብር ኣብ ነፍሲ ወከፍ ታይም ፍሬም ኢና ንዛረብ ዘለና ማኒፕሌት ይገብር ኣለዎ

ኦኬ ሶ እንታይ ዝብል ዘሎ ክሳብ ሴልሳይ ልኩት ዝወሰደና ምፅባይ ክድልየና እዩ ነዋር ሃፐን ሴልሳይ ልኩት ወሲድና ሂር ጋይስ ኤ ደማርኬት ንላዕሊ ወፂ ሎቢ ባይ ክትገብሩ ትኽእሉ ኢኹም ትማል ድሓር ኣብ ቴሌግራም ጆይን ገርኩም ተነይርኩም ማለት እዩ ለድስ ን ጀንስ ሰላም ጥዕና ሃበለይ ከመይ ትኹኑ ሰላም ክትብሉ በዓል ተስፋይ ባርከስ ሎሚ ሶኒ ዕውት ዝኾነ ትሬድ ነርና እንተን ዳስዋይ እየኻ ኤግዛይትድ ኮይነ ንዓኻትኩም ሸር ንክገብረኩም ክሳብ ኔክስት ዓርቢ ካብ ምፅባይ ሎሚ ኣብዴት ክገብረኩም ወሲነ ማለት እዩ ን ብተወሳኺ ኣብ ዓርቢ ዝሰራሕልኩም ቪድዮ እንታይ ኢለኩም ነረ ናይ ጎልድ ዩሮስዲ ን ዩስ 100 ናተይ ቢያስ ኣብ ቴሌግራም ክሰደልኩም ኢለኩም ነረ ን ያ እቲ ትማሊ ሰንበት ዝሰራሕዎ ኣናላይስስ which is ዝነበረና ባያስ ብጣዕሚ ጽቡቕ ኔሩ so ንዝመጽእ ዘሎ ሰሉስ ክሳብ ዓርቢ ዘሎ ከኣ ኣብዛ ቪድዮ እዚኣ ሕጽር ኣቢለ እቲ ናትና ርእዮት ከመይ ይመስል ማርኬት ናበይ ገጹ ዝያዳ ክንቀሳቐስ ዝኽእል ኣብዚ ሰሙን እዚ update ዝህበኩም ክኸውን እዩ እዚ ቪድዮ ኣብዚ ሕጂ እዋን እትከታተልዎ ትሬደራት ማለት እዩ እቶም ድሕሪ ግዜ which is ንመጻኢ ክትከታተልዎ ምክንያቱ እቲ ዕላማ ናይዚ ሪከርድ ዝገብረልኩም ዘለኹ ኣነ ኣነ ክእለት ናተይ ፕሩቭ ንምግባር ኣይኮነን or ሚለነር ምዃነይ ንምግላጽ ኣይኮነን ካልእ ነገራት ኣይኮነን ኢትስ ጀስት ንመጻኢ ናይ ሎሚ ስለስተ ኣርባዕተ ዓመት ንዝመጹ ትሬደራት ኢንስፓየር ንምግባር እዩ ምክንያቱ ኣይ ኖው ካበይ ከም ዝመጻኹ ኣነ ኣንድ ትሬዲንግ ካበይ ከብጽሓካ ከም ዝኽእል ማለት እዩ ሶ ተመሊስኩም ነዚ ናይ ሎሚ ዘሪእኩም ትሬድ ዝነበረና ንምንታይ ከም ዝኣተና ኢንትሮ ናትና እንታይ ይመስል ነይሩ ብሬክ ዳውን ክገብረልኩም እየ ውጪ ሕጽር ኣቢለ ብትምህርቲ መልክዑ ጽቡቅ ገይረ ዝገልጸልኩም ክኸውን እዩ ሶ ሰናይ ናይ ትምህርቲ ግዜ ኣንድ ናይ ሎሚ ቴማ ናትና ሓደ ከም ናትና ተማሃራይ ዝሃበኒ'ላ ምሳኻ እያ እንታይ ኣትብል እቲ እንኮ ንሕና ከም ኣማራጺ ክንቕበሎ ምሳኻ ጆይን ጌርና ዘለና ዓወት ጥራይ እዩ እቲ እንኮ ኣማራጺ ኢልና ስለ ዝኣመንና እዩ ኢሉ and then ኣብ ቻርት ጽሒፍናያ ኔርና so ደጊመ ሰናይ ትምህርቲ ግዜ let's go guys። ኦኬ ሶ ብሓጺሩ ከም ትሪእዎ ዘለኹም ሕጂ ላይፍ እዩ እዚ ላይፍ እዚ ሪከርድ እዩ ድምጺ ኣጥፊኤዮ ኣለኹ ኣንደን ስፒድ ከኣ ናብ ከባቢ ሚእቲ ዕጽፊ ገሬ ኣለኹ ማለት እዩ ጋይስ እዚ መጀመርያ ኩሎም ኣባላት ናትና ጆይን ገይሮም ኣብ የማን ወገን ከም ትሪእዎ ዘለዎም ብዛዕባ ሪስክ ማናጅመንት ተዛሪብና ብዛዕባ ፓርሻል ብሬክ ኢቨን ከመይ ዝተወሰነ ፐርሰንት ሆልድ ትገብር ማለት እዩ ንኤቨሪባዲ ሓሳባት ናቶም ሂቦም ሎሚ ባያስ ናትና እንታይ ከም ዝመስል ማርኬት እንታይ ክገብር ከም ዝኽእል ታይም ኤንድ ፕራይስ ኣብ ግምት ክንእቶ ከም ዘለና ብዛዕባ እዛ ኤንትሪ ተዛራሪብና ማለት እዩ ደሓር ግዜ ኣብ ግምት ክትእቱ ነርና ቀዳመይቲ ናትና ኢንትሪ እዚኣ ትሪእዋ ዘለኹም እያ ነራ ማለት እዩ ባት ደሓር ብደሞ ይኣትዩ ባይቶ እዚ ደሓር ክንወፅእ ነርና ግዜ ፉል ኣይገበረልና እቲ ግዜ ኤንድ ፕራይስ ኣይመፀልናን ማለት እዩ ድሕሪኡ ክንፅበ ነርና ከም ትሪእዎ ዘለኹም ዘቢና ካልኦት ኣባላት ናትና ዲስከስ ገብሩ ነይሮም እንዝኣተውዎ ነይሮም ማለት እዩ እዚኣ ነራ ኢንትሮ ናትና ትሪእዎ ዘለኹም ኢት ዋዝ ጀስት ዋን ኣይ ቲንክ ዓሰርተ ሓሙሽተ ደቂቃ እያ ወሲዳትልና ኦቨር ኦል ቴክ ፕሮፊት ንክተርእ ማለት እዩ ንክንፅበ ግን ክልተ ሰዓትን ፈረቃን ዝኸውን ግዜና ፀቢና ኣብ ላይፍ ዲስከስ ናገበርና ማለት እዩ was so amazing and finally ከም ትሪእዎ ዘለኹም ከዓ ያ ዝተወሰነ ትረስ ጌር ነይሩ ስ ፓርት ኦፍ ጌም ባይ ወይ ብዙሕ ዲስከስ ጌርና ባት ዋን ቱ ቱ ኣብዛኣቶም ኣባላት ናትና ፓርሻል ወሲዶም ነይሮም ኣነ እውን ማለት እዩ ድሕሪኡ ብሬክ ኢቭን ጌርናዮ ዝተወሰነ ኮንሶልደይ ዝነበረ ማለት እዩ ን ሂር ዊ ኣር ኣውቶማቲካሊ ድሕሪ ኮንሶልዴሽን ናብቲ ናትና ኦሪጂናል ቴክ ፕሮፊት መፅኡ ሃሪብልና ማለት ልዕሊ ኦኬ ሌዲስ ን ጀንስ ሶ ኣብ ስክሪናትና ከም ትሪኦ ዘለዉ ካብ ኢንትሮ ናተይ ን ካልኦት ቻርት ናተይ እውን ውዝልዝል ኢሉ ትሪእዎ ኣለዎ ማለት እዩ ሶ መጀመርያ እዚ ከነፅርዮ ኢና ብሬክ ዳውን ክገብረልኩም እየ ስቴፕ ባይ ስቴፕ ከፋፊለ ካብ ንምንታይ እንታይ ርኢና ኢና ኣቲና ክሳብ ኢንትርናትና ዝገልፀልኩም ክኸውን እዩ ባያስናተይ እውን ዝገልፀልኩም ክኸውን እዩ ንዝመፅእ ዘሎ ሰሙን ከመይ ማርኬት ክጥምቶ ምዃነ እዩ ቅድሚኡ ግን ክሬዲት ክህቦም ዝደሊ ኣብ ትሬዲንግ ከመይ ኢና ትሬድ ንገብር ኣብ ተቶ ትሬድስ ንሸይ ግልፂ ክገብረልኩም ማለት እዩ ሶ ክሬዲት ምሃብ ፈት እየ ኣብዚ ከም ትሪእዎ ዘለኹም ሕጂ ኩሉ ግዜ ቅድሚ ትሬድ ምእታወይ ኣባላት ኣለውና ነቲ ኣብዚ ከም ትሪእዎ ዘለኹም ላይፍ ምሳይ ትሬድ ዝገብሩ ናይ 38 ትሬደራት ምሳይ ኣለዉ እዚኣቶም ፕሮፌሽናል እዮም ኣልሞስ ልዕሊ ሓደ ዓመት ትሬድ ገይሮም ተማሂሮም እን ትሬድ ዝገብሩ ዘለዉ መብዛሕቶም ፈንድድ ላይፍ ኣካውንት ዘለዎም ገሊኣቶም ብድየሞ ትምህርቲ ድመሃሩ ዘለዉ ገሊኣቶም ላይፍ ኣካውንት ዘለዎም እዮም ሶ ሕጂ ቅድሚ ምእታውና ፖል ኣሎ ክሉ ግዜ ዝስዳነ ኣብዞም ትሪኦ ዘለዎ ምርጫ ኣሎ ሕጂ ደሐጉሰካ ነገር ዝኾነ ሰብ ኣናላይሲስ ተሰሪሑ ቴክኒካል ፋንዳሜንታል ን ሴንቲሜንታል ጥራይ ምርጫ ዝህብ ወላ ሰስተ ሰባት ይኹኑ ሓሙሽተ ሰባት ይኹኑ ኩሉ ግዜ ባት ንሳቶም መፅናዕቲ ተገይሮም እኹል ዝብልዎ መፅናዕቲ ተገይሮም ጥራይ ምክንያቱ ፕሮፌሽናል እዮም ጂ ኣብዚ ናይ ሎሚ ናትና ትሬድ ዝነበረ ተሪኢኹም ኣብዚ ዩኤስ 100 ኢና ትሬድ ጌርና ዩኤስ 100 ትሬድ ክንገብር ከለካ ክንትሪዮ ዘለኹም ኣብዚ ሓሙሽተ ኣባላት ካብዞም ናትና ፋንዳሜንታል ቴክኒካል ከምኡ ሰንቲሜንታል ኣናላይሲስ ዲፕ ዝኾነ ኣናላይሲስ ሰሪሖም ምርጫ ሂቦም እጃም ትሪዮ ዘለኹም ካብዞም ሓሙሽተ ሰባት 100 ኣነ እውን ሓዊስካ ባያስ ናትና ቢርሽ ነይሩ ዳስዋ ኢና ሎሚ ኣብ ቢሪሽ ኣተኩሮ ጌርና ማለት ቲም ኢልካ ናተይ ጥራይ ዘይኮነስ ቲም ወርክ ኢትስ ማስተርፒስ ኢትስ ኣርት ጋይስ ኣብ ትሬዲንግ ተሊኻ ኣብ ከምዚ ዓይነት ለቨል ንምምፃእ እዩ ዝሓለፈ ዓመታት ብዙሕ ንፅዕር ፀኒሕና ማለት እዩ እንዳሴት ሎክ 100 ካብ ሓሙሽተ ኣባላት ቮይት ዝገበሩ ማለት እዩ ዳር ዳኣ ሃንድረድ ፐርሰንት ቢርሽ ዝብሉ እንተሃልዮም እንተም ቢርሽ ኢና ትሬድ ንገብር ዳስ ሃው ኣብ ኢትዮጵያ ኣብ ዝነበርኩሉ እዋን ንካልኦት ኢንስቲቱሽንስ ካልኦት ትካላት ንስራሓሉ ዝነበርና ሲስተም ዳስ እዩ ዝቀላቐል ዘሎ ብዝናትና ናይ ትሬዲንግ ኮሚኒቲ ንመፃኢ ከዓ ብዙሕ ኣርት ክትሪኡ ይኹን ብዙሕ ማስተርፒስ ትሪእሉ ኣጋጣሚ ክኸውን እዩ ሶ

እዚኣ ትመስል ብዘይ ዓወት ካልእ ኣማራፂ የለን ኦኬ ዳስ ኢት ኣብ ዝፅሒፍና ነርና ማለት እዩ ባት ንሕጂ ሪከርድ ክገብረልኩም ከለኹ ኣብ ስክሪን ከይኣትወኒ ክንምስሶ እየ ኔክስት ካልእ ክንጥቀም ኢና ሕጂ ዊክሊ ክንቀይድና መጀመርያ ኦኬ እንድሕር ድኣ ተኸይድኩም ኣብ ቴሌግራም ናትና ቻነል ኣብቲ ኦፊሻል ቻነል ኣብ ኮመንት ኦር ኣብ ዲስክሪፕሽን ክትረኽቦ ትኽእሉ ኢኹም እንተኸይድኩም ባያስ ኦረዲ ሰዲደ ኣለኹ ናይ ዲኤክስ ዋይ ናይ ዩኤስ 100 ን ጎልድ ዩሮ ኤስዲ ማለት እዩ ዲክስ ዋይ ተሰዲድና ዩሮ ኤስዲ ፍሉጥ እዩ እንታይ ከም ዝኸውን ሶ ሕጂ ካብ ዊክሊ ክንመፅእ ኢና ሓደ ትሬደር ካብ መንዝሊ ካብ ዊክሊ ክጀምር ኣለዎ ብፍላይ ከዓ ሰሙናዊ በያ ሰውፅእ ሃልዩ ማለት እዩ ሶ ሂር ዊ ኣር ኦኬ ሶ ደን ኣብ ስክሪናትና ሕጂ ክንሪኦ ዘለና ኣብ ናይ ዊክሊ ኣለና እቲ ዝነበረ ናይ ኣብ ትረንድ ዊችዝ ኦር ዝነበረ ቡልሽ ቡል ራን ክንብሎ ንኽእል ኢና ቡልሽ ማርኬት ክንብሎ ንኽእል ኢና ኣብ ትረንድ ክንብሎ ንኽእል ኢና ማርኬት ንላዕሊ ዝኸደሉ ዝነበረ ግዜ ከም ዝወደአ ዘርኢ ምልክት ኣለና እንታይ ዓይነት ምልክት ኢልኩምኒ እዛ ዊክሊ ካንድል እዚኣ እያ ሕጂ እቲ ስእሊ ንኸይቕግመና ማለት እዩ እዚ ኖርማል ናይ ስክሪን ቢሮ ክጥቀም እዩ እዛ ዊክሊ ካንድል ናትና እዚኣ ኣላትና ማለት እዩ ሶ ማርኬት ካብታ ቅድሚኣ ዝነበረት ፕሪቪየስ ዊክሊ ሃይ ነታ ሓቲ ክሎዝ ገይሩ ዋት ኢዝ ዚስ ሚን ሪቨርሳል እዩ ዘሪና ማርኬት ሪቨርስ ከም ዝገብር ናበይ እዩ ሪቨርስ ክገብር ዝኽእል ሂር ዊ ኣር ፌር ቫልዩ ጋፕ ኣለና ኦኬ ፌር ቫልዩ ጋፕ ኣንተ ማርኬት ናብ ፌር ቫሊ ጋፕ ናትና ክመጽእ ትጽቢት ኣለና ቅድሚኡ ግን እንታይ ከማልእ ኣለዎ ማርኬት ኩሉ ግዜ እስ ፍራክታል እዩ ኣብ ሃየር ታይም ፍሬም ኩሉ ግዜ ማርኬት ኮንሶልዴት ትገብር ማኒፕሌት እንደ ዲስትሪቢሽን እንድሕር ደኣ ንላዕሊ ክኸይድ ተኮይኑ ከ ሰ ኮንሶልዴት ይገብር ማኒፕሌት ንላዕሊ ይወፅእ this is fractal every second minute hour day week month year is the same ኣልጎሪዝም እዩ ማለት እዩ ሁማን ኔቸር ዊች ሚንስ ምስ ደቂ ሰባት ዝተኣሳሰር ስ- ስነ ባህሪ እዩ ዘለዎ ላይክ ጠባይ እዩ ዘለዎ እስ- እቲ ኣልጎሪዝም ኣብ ናይ ደቂ ሰባት ስምዒት የእምሮ ኣፈጣጥራ ዲፐንድ ዝገበረ እዩ ሰም ሚስቴክ ሰም ፕሮሰስ እዩ እቲ ማርኬት ዝገብር ሰደን ንላዕሊ ክወፀና ይክእል ኣሎ ኣበይ ማርኬት ኦፕን ገይሩ ሂር ዘን ኮንሶሊዴት ገይሩ ኣቤ ሸያንክ እዩ ሉል ግን ኣበይ ክኸይድ ነይሩ ናብ ሪጀክሽን ብሎክ ናትና ጋይስ ሴር ሪጀክሽን ብሎክ ኣብ ዊክሊ ፕሮፋይል ደን ማርኬት ክወፀና እዩ ናበይ ናብ ሪጀክሽን ብሎክ ናትና ደን ኣብ ሪጀክሽን ብሎክ ናትና እንታይ ክፅበ ነርና ድሕር እዩ ኣብ ሪጀክሽን ብሎክ ናትና ማርኬት ምስ መፀ ኣብ ዊክሊ ማለት እዩ ደን ኮንፊርሜሽን የድልየና ኣበየናይ ኮንፊርሜሽን ኣብ ታይም ፍሬም ኣበናይ ታይም ፍሬም ኣብ ፎር ኣወር ዋን ኣወር ኦር ዴይሊ ክንወርድ ኢና ማለት እዩ ሶ um, ክንወርድ ኢና ዊች ኢዝ ዴይሊ ወሪድና ኣለና እና ኣብ ዴይሊ እንታይ ንርኢ ኣለና ኣብ ዴይሊ ማርኬት ነዚ ይመስል መጀመርያ ነዚ ዝመስል ስእሊ ገዲፍልና ኣሎ ጋይዝ ሶ ኣብ ዓርቢ ማርኬት እንታይ ገርልና ነይሩ ስትሮንግሊ ካንድል ክሎዝ ገይሩ ነይሩ ሶሪ ኣይ ቲንክ ሕጂ እውን ክንዓፅዎ ኣለና ጋይዝ እዚ ክንጥቀም እዩ ኣብ ናይ ዓርቢ ማርኬት ተሪኢኹሞ ስትሮንግሊ ክሎዝ ገርና ዋት ዛት ሚን ዳት ሚንስ ንናይ ሓሙስ ካንድል ብቦዲ ክሎዝ ገርና ኣሎ ንናይ ሓሙስ ካንድል እንድሕር ናይ ዓርቢ ካንድል ብቦዲ ክሎዝ ገርና እንተሃልዩ እንታይ ማለት እዩ ሶ ሶኒ ኮንቲኒሽን ክፈጥር እዩ ኮንቲኒ ቅድሚ ምግባር ግን ንላዕሊ ማኒፕሌት ገርና ኣሎ ማርኬት ኣበይ ኦፐን ገይሩ ሂር ኦፐን ገይሩ ንላዕሊ ማኒፕሌት ገርና ሂር ዋት ኢዝ ዴር ኢንቨርጅን ፌር ቫሊ ጋባልና ፎር ኣወር ምስ ወረድና ማለት ባት ክንሪኦ ኢና ንማርኬት ንላዕሊ ማኒፕሌት ክገብር ክንፅበዮ ነርና ናበይ ክንከይድና ፎር ኣውር ባት ኣብ ዴይሊ ግን ማርኬት ከም ዝወርድ ሪና ኣለና ናበይ ገፂኡ ክወርድ ናብ ኣብ ዊክሊ ዝረኸብናዮ ኣብ ዊክሊ ዝረኸብናዮ ፌር ቫሉ ጋፕ ጋይስ ኦኬ ደን ናብ ፎር ኣወር ክንከይድና ስር ፎር ኣወር ማርኬት ነዚ ይመስል ሶ ዋት ዩ ዱ ሂር ጋይስ እንታይ ኢኹም ትሪኡ መጀመርያ ቪኣይፒ ተኾንኩም ቅድሚ ትሬድ ምግባርና ኦር ናትና ኣባላት እንተኾንኩም ምሳሌ ትሬድ ዝገበርኩም ቅድሚ ትሬድ ምግባርና እንታይ ኢልና ነርና ማርኬት ስትራክቸር ማርኬት ናበይ ገፁ እዩ ዝኸይድ ዘሎ እቲ ናይ መጀመርያ ድሕሪ ፋንዳሜንታል ኣናላይሲስ ትገብሮ መፅናዕቲ እዩ ናበይ ዝኸይድ ዘሎ ማርኬት ምፍላጥ ወደ ደ ማርኬት ጎይን ሂር ንላዕሊ ዝኸይድ ዘሎ ሶሪ ንላዕሊ እዩ ዝኸይድ ዘሎ እንዳ ተሪኽ እሞ ኣበይ ኣብዚ ንላዕሊ እዩ ዝኸይድ ዘሎ ንላዕሊ እዩ ዝኸይድ ዘሎ ሂር ንላዕሊ እዩ ዝኸይድ ዘሎ ናይ መወዳእታ ሃይ ፈጢርና ኣሎ ን ዋት ሃፐን ንታሕቲ ሰቢርና ሂር ዋት ኢዝ ዚስ ኤምኤስኤስ ጋይስ ማርኬት ስትራክቸር ሽፍት ወዛ ሜን ማርኬት ንታሕቲ መውፃሉ ምውራዱ ክቕፅል እዩ ተመሊሱ ንላዕሊ ሂር ክንኣቱ ንኽእል ኢና ባቲ ሕና እዚኣ ትሬድ ጌርና ነርና ብዝሓለፈ ዓርቢ ተሪኽሞ ማለት እዩ ሶደን ንላዕሊ ወፂኡ ማርኬት ዋት ሃፐን ር ፌር ቫሊ ጋፕ ሂር ጋይስ This is smart money concept. Okay, fair value gap here. ፊል ጌርና ንታሕቲ ብሬክ ገይሩ እንታይ ማለት እዩ ማርኬት ንታሕቲ ምስባር ዝቕፅል ዘሎ ነዋር ሃፐን ፌበናቺ ናትና ክንዝርግሕ ኣለና ማርኬት ንላዕሊ ክሳብ ዝወፅልና ሶ ኤሽያን ኬልዞን ኮንሶሊዴት ገይሩ ማርኬት ንላዕሊ ወፅዩ So market ንታሓት ገጹ እንዳኸደክሎ ንላዕሊ ትኣቱ ኒኻ it's better ኩሉ ግዜ ብዝተኻለካ መጠን ሾርት ክትገብር ኣብ ለንደን ኪል ዞን ተኣቲኹም you guys I'm so proud of you ለንደን ኪል ዞን እውን መእተዊ ኢና ነርና ማለት እዩ ባት ኣነ ክጽበየ ወሲነ ወጺልና ማርኬት ሾርት 100% ናትና መጽናዕቲ ስለ ዝነበረ ማለት እዩ ኣብ ቮይት

ነገር ኢና ንዛረብ ዘለና ማለት እዩ ስ ጋይስ ኢትስ ቢዩቲፉል ኦኬ ሶ ማርኬት ንላዕሊ ወፂኡ ኢልና ዋት ሃፐን ፎር ኣወር ሉክ ኣት ዲስ ዋት ኢዝ ዛት ማርኬት ቅድሚታ ሉክ ኣት ዲስ ጋይስ መጀመርያ ኣብዚያ ሰዓት እዚኣ ፎር ኣወር ቦዲ ክሎዝ ገርና እዛ ሚን ማርኬት ክቕፅል ምዃኑ እዩ ዝገልፀልና ዘሎ ኔክስት ፎር ኣወር ካንድል ናትና እዚያ ማለት እዩ እንታይ ገበረት ብቦዲ ክሎዝ ኣይገበረት ማርኬት ክቕፅል ከምዘይ ምዃኑ ኣርእና ኣሎ ስ ሄር ዋት ሃፐን ኔክስት ሪጀክሽን ብሎክ ኣበይ ኣብ ፎር ኣወር ሰታ ክንገብር ኣለና ዋን ኣወር ክንወርድ ኣለና ሄር ደን ኣብ ዋን ኣወር እንታይ ኣጋጢሙ ታይም ክንፅበ ኔርና ኤግዛክትሊ እዛ ናይ ሰዓት እዚኣ ማለት እዩ ሰዓት ሸሞንተ እያ ክሎዝ ገራ እዚኣ ሰዓት ትሽዓተ እያ ሶ ትሽዓተን ፍረቓን ኢና ንሕና ትሬድ ክንገብር ዘለና ማለት እዩ ኦኬ ደን ክንፅበ ኢና ደን ክንፅበ ኢና ጋይስ ባት እንድሕር ዳኣ ተሪኢኹሞ ኣብ ናይ ፎር ኣወር እውን ዝገልፀልኩም ክኸውን እዩ ንሕጂ እዚኣ ኦፐን ክገብራ እየ ዋን ኣወር እዩ ዘለኹ እዚ ኣለና ተኸፊትኩም ሪኦ ኤቨሪቲንግ ገሊፅናዮ ኢና ንሕና ሪጀክሽን ብሎክ ኣብ ዊክሊ ዝረኣናዮ እዚ ኣብዚ ዘሎ ጎልደን ሕብሪ ሒዝልና ዘሎ እዩ ሂር ን ማርኬት ንላዕሊ እንዳወፀ ከሎ ፌበናችናትና 100 ሂር 61 ፐርሰንት ዓሰርተ ሓሙሽተ ሚኒት ክንከይድ ኢና ዓሰርተ ሓሙሽተ ሚኒት ምስ ከድና ናትና እዚ ኢንዲኬተር እዚ ዝመፀልና እዩ ኣብ ናይ ኣርባዕተ ሰዓት ዝበልኩኹም እዚኣ ትመስል ፎር ኣወር ሂር ሶ ፎር ኣወር ኦፐን ምስ ገበረ ማርኬት ኤግዛክትሊ ገለ ኣባላት ናትና ኣበይ ኣትዮም እንተልኩምኒ ኤግዛክትሊ ብዚያ ኣትዮም ነይሮም ዋን ባት ኔክስት ተፀቢብ ካልኦት ኣባላት ናትና ኣብዚኣ ኣትዮም ነይሮም ምክንያቱ ፊል ኢት ኦረዲ

ትሪእዎ ትኽእሉ ኢኹም ፎር ኣወር ኣለና ኣብዚ ዋን ኣወር ኣለና ኣብዚ እዚ ቻርት እዚ ብሓፈሻ ኩሉ ዋን ኣወር ማለት እዩ ዓሰርተ ሓሙሽተ ሚኒት ፋይቭ ሚኒት ዋን ሚኒት ኣብ ሓደ ስክሪን ዝሪኦ ዘለዎ ማለት እዩ ሶ ቀዳመይቲ ኢንትሮናትና ትወዝ ሂር ቀዳመይቲ ኢንትሮናትና ማለት እዩ ሕብራን ጌርና ለስ ሜክ ኢት ሬድ ቀዳመይቲ ኢንትሮናትና እዚኣ ነይራ ሶ ኣነ ኣትኹን What was the reason? እቲ ምክንያት እንታይ ነይሩ? ኣብ ናይ ፎር ኣወር ማርኬት ናብዛ ናትና ሪጀክሽን ብሎክ ኣይተመልስን ነይሩ ናብዛ ሪጀክሽን ብሎክ እዚ ኣይተመልስን ነይሩ ማርኬት ተን ክንፅበ ነርና ምክንያቱ ታይም ኤንድ ፕራይስ ኤንድ ፍራክታል ማርኬት ኣብ ሃየር ታይም ፍሬም ሎወር ታይም ፍሬም ሰይም ምንቅስቃስ እዩ ዘለዎ ጀስት ክትገብሮ ዘለካ ፑት ዩር ሃንድ ኢን ዩር ፖኬት ን ወይት ሶ ዘን ዋት ሃፐን ማርኬት ንታሕት ወሪድልና ወዝ ሞር ኮንፊርሜሽን ንታሕት ማርኬት ምስባር ከም ዝጅምር ማለት እዩ ብሬክ ገይርልና ከም ክንፅበ ነርና ማርኬት ማኒፕሌት ከም ዝገብር ንላዕሊ ፎር ኣወር ካንድል ኣብዚ ስለ ዝተኸፍተ ማለት እዩ ኦፐን ገይሩ ንታሕት እዩ ተኺሉ ወሪዱ ባት ማርኬት እንታይ ኢለኩም ኣለዎ ኮንሶሊዴት ይገብር ኣብ ነፍሲ ወከፍ ታይም ፍሬም ኢና ንዛርብ ዘለና ማኒፕሌት ይገብር ኣለዎ ሪጀክሽን ብሎክ እንተሃሊና ኣብ ላዕሊ እንታይ ማለት እዩ ሪጀክሽን ብሎክ ንክመልእ ማኒፕሌት ትገብር እዩ እንተ ንታሕቲ ፎልክ ይገብር እዩ

ዳርዳ ዝረኣየኩም ኣልዩ ፎር ኣወር ማርኬት ተመሊሱ ናትና ሪጀክሽን ብሎክ ኣብ ናይ ፎር ኣወር ዘለና ፊል ገይርልና ደን ኣብ ዋን ሚኒት ኤገይን ማለት እዩ ንላዕሊ ወፂኡ ማርኬት ሽፍት ገይርና ንታሕቲ ክወርድ ከሎ እንታይ ገይሩ ፌር ቫሊ ጋፕ ገዲፍልና ዌር ስ ሂር ራይት ኢን ፍሮንት ኦፍ ዩ ጋይስ ደን ፌር ቫሊ ጋፕ ፈጢርልና ኤግዛክትሊ ሂር ማለት እዩ ኣናኣቲ ሂር ስተብሎስ ናትና ወዝ ኣብዚ ከባቢ እዚ ኤግዛክትሊ ስተብሎስ ናትና ዘርእኩም ከውን እዩ ስተብሎስ ናትና ኤግዛክትሊ ናት ሂር ኣብ ናይ ሰርተ ሓሙሽተ ሚኒት ቸክ ዝገብር ዘለዎ ስተብሎስ ናትና ኣብዚ ነይሩ ያ ደም ዋን ሚኒት ክንከይድና ላይክ ዲስ

ኣድቫንስድ እንተኾንኩም ኣብ ኣይሲቲ ማለት ኤምኤምኤክስ ካፒታል ክንገብሮ ኢና ኤምኤምኤክስኤም ዋት ዚስ ሚን ማርኬት ሜከርስ ሴል ሞዴል and there is another buy model. What is market maker sell model? It's like ማርኬት ክሮኤት ዝገብሩ ንማርኬት ዘንቀሳቅሱ ሰባት እንታይ ይገብሩ መጀመርያ ኮንሶልዴት ይገብሩ ሂር ሕብሪ ክቕይር እየ ሁላትኩም ፅር ንክኸውን ማለት እዩ ኮንሶልዴት ይገብር ማርኬት ይወፅእ ኮንሶልዴት ይገብር ይወፅእ then consolidate ይወፅእ here point of interest ኣብቲ ንሳቶም ዝደልይዎ fair price የምፅዎ ማለት እዩ and then sell ይገብሩ exactly ነዞም ኣብዚ ዝገደፍዎም liquidity ብምልኣቶም ታርጌት ይገብርዎም it's one shot ክወርድ ከሎ ግን ዋን እዩ ዝወርድ ንላዕሊ ኮንሶሊዴት እናገበረ ብሓይሊ ይወፅእ ባት ሰባት ኩላቶም ኣብ ከምዚ ዓይነት ትሬድ ኣብ ቀስ ዝበለ ማርኬት እንደ ኮንሶሊዴት ኣብ ዝበዝሑ ሰባት እዮም ዝኣትዉ ብዙሕ ግዜ ባይ ባይ ይገብሩ ኦር ሴል ሴል ይገብሩ እንደን ማርኬት ዋን ማርኬት ሜከር ይኣትዉ ዋን ኤግዛክትሊ ብዚኣ ክኣቱ ምኽኣልኩ ብላዕሊ ኣነ ምክንያቱ ኣስሚርና ዶ ነርና ኢና ባት ሞር ፕሪሲሽን ዝበሃሉ ኤግዛክትሊ ትኽክል ናይ ምዃን ናትና ልዕሊ ሰብዓ ፐርሰንት ዘይኮይኑ ሾርት ኣይኣቱን እየን ዝብል ግምት ስለ ዝነበረ ንሎም ማለት እዩ and uh, was masterpiece guys or the Athena one story ኣብ ስክሪን ከም ትሪኦ ዘለኹም was uh, amazing um, ኣብ መወዳእታ ናተይ ናይ ኤምቲ 5 ዘርእኩም ክኸውን እዩ ማለት እዩ እቲ በፂሕና ዘለና ካፒታል ሓደ ሚሊዮን እውን ዝገልፀልኩም ይኽእል እዩ ሶ ዋትስ ማይ ባያስ ፎር ትሞሮ ንፅባሕ እንታይ ዝመስል እነዚ ሰሙን እዚ እንክሊን ክገብረ ሕፅር ቢል ክገልፀልኩም እየ ጋይስ ኦኬ ሶ መጀመሪያ ሕጂ ኣብ ዲኤክስ ዋይ ኣለና ኣብ ዲኤክስ ዋይ ጋይስ ማርኬት ኦረዲ ኣብ መንዝሊ ሉኪድ ተወሲድልና እዩ ሂር ኣብ ዊክሊ ሉኪድ ተወሲድልና እዩ ሂር ሶ ኔክስት ናይ ዝሓለፈ ወርሒ ልኩይቲ ምውሳድ እዩ ታርጌት ናይ ዲኤክስዋይ ክኸውን ማለት እዩ ጂስ ኣብዚ ፅሒፈ እዮም ዘለዉ ኣብ ቴሌግራም እውን ኣብዴት ገይረኩም ኣለኹ ትማል ማለት እዩ ሶ ናትና ሓሳብ እንታይ እዩ ሎሚ እንዳዳ ኣብ ታሪክ መጥፋ ምስ ከም ሰረድኩልኩም ዲኤክስዋይ ንታሕቲ ከም ዝወርድ ግምት ነርና እዩ ዋይ ልኩይቲ ክወስድ እዩ ቦኒ ብላዕሊ እውን ልኪት ወሲድና ኣሎ ደን ንታሓት እዩ ንምንታይ እዩ ማርኬት ሎሚ ንታሓት ዝወርድ ዘሎ ሎሚ ሶኒ እዩ ማርኬት ንታሓት ይወርድ ኣሎ ደን ፅባሕ እንታይ ክገብር እዩ ፅባሕ ቡልሽ እዩ ክውዕል ባት ቡልሽ ክኸውን ተኮይኑ ግን እንታይ ክገብር ኣለዎ ማርኬት ቡልሽ ዘይከውን ይኽእል ጋይስ ኩሉ ግዜ ኮንፊርሜሽን ክጥቀም ኣለኩም and then this is not financial advice look ኮንሶልዴት ክገብር እዩ ደን ናበይ ማኒፕሌት ክገብር እዩ ስማርት ጋይስ there is fair value gap here ናብ ፌር ቫሊ ጋፕ ናትና ማኒፕሌት ትገብር ደን ንላዕሊ ድሕሪኡ ብሬክ ክገብር እዩ ብሬክ ዘይገብር ክእል እዩ ፅባሕ ሰሉስ ባት ደን ብሬክ ናገበረ ክቅፅል እዩ ንማዕስ ረቡዕ ን ሓሙስ ክቅፅል እዩ ኢንከይዝ ሓሙስ ሪኢኹም ዓርቢ ሪቨርሳል ክኸውን ይኽእል እዩ ምክንያቱ ስናት ኤልወይስ ኮንሶሊዴሽን ማኒፕሌሽን ዲስትሪቢሽን ዲስትሪብ ምስ ገበሩካ ኤግዚት ፖይንት ዝበሃሉ ኤግዚት ክገብሩ ተኮይኖም ከዓ ዝተወሰነ ባክ ገይሮም እዮም ክሎዝ ዝገብሩ ስማርት ማኒ ኮንሰፕት ማለት እዩ ሶሪ ስማርት ማኒ ትሬደርስ which is the market makers then ንሕና ከምቶ ክገብሩ ተኮይኖም ዓርቢ ነዚኣ እዮም ዝጥቀሙላ መውፅኢ ይጥቀሙላ እዮም ሶ ሪቨርስ ክገብር ስለ ዝኽእል ሓሙስ ትርእይዎ ሓሙስ እንድሕር ስትሮንግ ተመሲሉ እንደን ቡልሽ ቀፅሉ ክሳበይ ክሳብ ኣብ ዝለዓለ ዘሎ ክወፅእ ይኽእል እዩ ሰሙን እዚ ተዘይኮይኑ ኔክስት ሰሙን ክወፅእ ይኽእል እዩ ኣበይ ዲኤክስዋይ ኢና ንርኢ ዘለና ዲኤክስዋይ ተሪእናዮ ካልእ ኣንፃር ናይ ዲኤክስዋይ ከም ዝኸይድ ኣብ ግምት ይትዎ ማለት እዩ ወረባውት ጎልድ ትማሊ ብስራሕናዮ ኣናላይሲስ መሰረት ማለት እዩ ማርኬት ንላዕሊ ይወፅእ ኣሎ ሲር ዴይሊ ኢንቨርጅ ኢንፌርቫል ይጋባ ኣለና ጋይስ ሎሚ ፊል ኣይገበረልናን ዘሎ ባት ንፅባሕ ብርግፅ ፊል ክገብረልና እዩ ቅድሚ ግን ሎሚ ንላዕሊ ከም ዝወፅእ ኣብዚ ገይረልኩም ኣለኹ ሉክ ኣት ዲስ ትማሊ ኣብዚ እንታይ ኢለኩም ኣለኹ ኣብ ቴሌግራም ገዲፈልኩም ኣለኹ if we go here and i don't know ናትና ፓብሊክ ቻነል ኣበይ ከም ዘሎ ሉክ ኣት ዲስ ጋይስ ትማሊ ናይ ጎልድ ሰደድኩልኩም ስእሊ እዩ እዚ ኦኬ ሶ እንታይ ዝብል ዘሎ ክሳብ ሴልሳይ ልኩት ዝወሰደና ምፅባይ ከድልየና እዩ ነዋር ሃፐን ሴልሳይ ልኩት ወሲድና ሂር ጋይስ ኤ ተማርኬት ንላዕሊ ወፂ ሎቢ ባይ ክትገብሩ ትኽእሉ ኢኹም ትማል እንድሕር ኣብ ቴሌግራም ጆይን ገርኩም ተነይርኩም ማለት እዩ እንደን ፅባሕ እንታይ ከጋጥም እዩ ፕሮባብሊ ናብ ኢንቨርዥን ፌር ቫሊ ጋብ ናትና ክመልኣልና እዩ እንደን ንታሓት ክወርድ እዩ ዝብል ግምት ኣለኒ ነዋር ሃፐን ላይክ ዝያዳ ኮንፊርሜሽን ተጸቢኹም ሴል ምግባር ከድልየኩም እዩ ክሳብ ኣበይ ዋይ ምክንያቱ ዲኤክስ ዋይ ንላዕሊ ክወፅእ ኢና ሳሚና ጋይዝ ፈርዲዮም ኣለኹም ዲኤክስ ዋይ ንላዕሊ ክወፅእ እዩ ደን ጎልድ ኣንጻር እዩ ኔጋቲቭ ኮሪሌሽን እዩ ዘለዎ ንታሕቲ ክወርድ እዩ ወት ኣባውት ዩሮ ዩኤስዲ ኢስ ደ ሰም ጋይስ ዩሮ ዩኤስዲ እውን ተመሳሳሊ ናይ ምዃን ተኽእሎታት ኣለዎ እዩ ለስ ክሊን ዲስ ዜሮ ኤስፒ ማለት እዩ ኣብ ፎር ኣወር ኢና ዘለና ዜሮ ኤስፒ ንታሓቲ ብጣዕሚ እዩ ክወርድ ቀንዩ ኣብ ናይ ዴይሊ ተኸይድኩም ፌር ቫሊ ጋፕ ኣለና ማለት እዩ ኣብዚ ፌር ቫሊ ጋፕ ኣለና ሶ ዋንስ ፌር ቫሊ ጋፕ ናትና ምስ መልኣልና ደን ታርጌት ክንገብር ንኽእል ኢና ሴል ክንገብር ንኽእል ኢና ዋይ ክሳብ ዲኤክስ ዋይ እንታይ ዝበሉ ፌር ቫሊ ጋፕ ኣለና ኣብዚ ክሳብ ኣብዚ ኣብ ግምት እትኹም ሴል ክትገብሩ ትኽእሉ ኢኹም ባት ማርኬት ንላዕሊ መጀመርያ ክወፅአና ክኽእል ኣለዎ ታይም ኤንድ ፕራይስ ኣመዛዚንኩም ትራይድ ምግባር ኣገዳሲ እዩ ኮንሶልዴት um, ይገብር ኣሎ እዚ መጀመርያ ኮንሶልዴት ዝገብር ነይሩ ማርኬት ባት ኣብ ናይ ዴይሊ ታይም ፍሬም ክሳብ ዘለና ተሓት ይክወርድ ን ፌር ቫሊ ጋፕ ፊል ገይርና ኣሎ

ብርግጽ ነዚ ይመስል ግን ዝያዳ ኮንፊርሜሽን ክንፅበ ክንክእል ኣለና ኮንፊርሜሽን ኣገዳሲ እዩ ጋይስ ያ ዩሮ ኤስዲ ጎልድ ዩኤስ 100 ናተይ ትፅቢት ኦረዲ ኣቐዲማ ከም ዝነገርኩዎም ተሒዝኩምኒ ንፁር እዩ ሎሚ ቤሪሽ ኮይኑላ ኣሎ እንተ ንፅባሕ ናይ ዊክሊ ፌር ቫሊ ጋፕ እዩ ዕላማናትና ክኸውን ብታሕቲ ናይ ዝሓለፈ ሰሙን ልኩይቲ ክሳብ ዝወስደልና ሴል ታርጌት ክንገብር ንኽእል ኢና ዋንስ ሊኩዊድ ምስ ወሰደልና ግን ሴል ምግባር ገዲፍካ ንላዕሊ ታርጌት ምግባር ኣገዳሲ እዩ ናይ ዊክሊ ኦርደር ብሎክ ማርኬት ክፈጥር ይኽእል እዩ ክሳብ 31 ሽሕ ንላዕሊ ክወፅእ ማለት እዩ ዊክሊ ዋንስ ብሬክ ተገይርልና ደን 31 ኣብዞም ትሪኦ 31 ክሳብ 30 ሽሕ ዘሎ ታርጌት ናትና ክንገብር ንኽእል ኢና ክሳብ ሽዑ ካልእ ኢንፎርሜሽን ትሂብና ከዓ ሰሙናዊ ከምዚ ኣብዴት ዝገብረኩም ከውን ዝያዳ ካብ ቴሌግራም ዝለቀልኩም ከውን ዝኾነ ሓድሽ ነገር ተልዩ ማለት እዩ ሶ ዲስ ኢዝ ናት ፋይናንሽል ኣድቫይስ ጋይስ እንድሕር ዳ ዝኾነ ውሳነ ክትውስኑ እንተኾንኩም ዝኾነ ናይ ገንዘብ ውሳነ ክትውስኑ እንተኾንኩም ፕሮፌሽናል ሰባት ምዝራብ ኦር ኣብቲ ዓውዲ ዘለዉ ትሬደራት ምዝራብ ኦር ናይ ባዕልኻትኩም መፅናዕቲ ምግባር ኣገዳሲ እዩ ን ፕሮፌሽናሊ ብዛዕባ ትሬዲንግ ተማሂርኩም ውሳነታት ክትውስኑ እየ ዝደለኻ ማለት እዩ ሶ ታንክ ዩ ፎር ዋቺንግ ዋንስ ናብታ ናትና ወብሳይት ዝወስደኩም ከውን እዩ ናትና ኣመዝጊብናዮ ዘለና ዓወታት ንብራይ ማለት እዩ ለስገ ኦኬ ሶ ሄር ኢት ኢዝ ሎሚ 3.31 ፐርሰንት ሰሪሕና ኣለና ማለት እዩ ዋን ማስተር ኣካውንት ን ፎር ስሌቭ ኣካውንት ኣለና ማለት እዩ ኢን ቶታል ፋይቭ ኣካውንት ኣለና ፋይቭ ኣካውንት በቢ 200 ሽሕ ዋን ሚሊዮን

ናተይ ዕቤት ኣይኮነን እዚ ቻነል እዚ ዓብዩ ማለት ዊ ገነ ለርን ሞር ኤን ሞር ጋይስ ፕሮፌሽናል ትሬድ ክንሃንፅ ኢና ከም ኢንስቲቱሽንስ ዶሚናንት ንኾነሉ ዓብለልቲ ንኾነሉ ባይታ ክንሃንፅ ኢና ማለት እዩ ምሉእ ኣታዊ ናይዚ ቻነል ከዓ ኩላሃትኩም ከም ትፈልጥዎ ፎር ጊቭ ኣወይ እዩ ናብ ቀረባ እዋን ናይ ጊቭ ኣወይ መደብ ክህልወና እዩ ጊቭ ኣወይ ዝበኩም ከውን እዩ ማለት እዩ and don't forget to like and subscribe ኣብ ቴሌግራም ጆይን ግበሩ ክሳብ ኣብዚኣ እንድሕር ዳኣ ተበጺሕኹም ኣብ ኮመንት ዳብሊው ኢልኩም ጸሓፉለይ ጋይስ። እስ ዋው ዝኾነ መዓልቲ እዩ ነይርና። ታንክ ዩ ኣገይን።